ሰላም ሰላም ደቂ ዓበይቲ ከመይ ያትኩም ከመይ ሓዲርኩም ከመይ ውዒልኩም ከመይ ኣምሲኹም በብዘለኹሞ ሰዓት ዓለም ሙሉእ ዘለኹም ደቂ እረ ደቂ ትግራይ ሓፈሻዊ ወይ ድማ ኩልኹም ኣብ ደገ ዘለኹም ኣብ ውሽጢ ዘለኹም ኣብ ኤርትራ ዘለኹም ኣብ ትግራይ ዘለኹም ኣብ ኢትዮጵያ ሙሉእ ዘለኹም ካብ ወፃኢ ዘለኹም ይብጻሕኹም ሰላምታይ ንኹልኹም እናበልኩ ያው ከምቲ ልምደይ ሕዚ ብኣይ ሰሉስ ንግሆ እኒሀ ካልኣይ መዓልቲ ናይ ሰሙናዊ ስራሕ ንጅምረሉ ብዘለናዮ ካብ ሰኑይ እስካብ ዓርቢ ማለት እዩ ሰው ሰላምታይ ይብጻሕኹም ንኹልኹም ከምኡ እውን ካልኦት ብሄር ዝኾንኩም ትግርኛ ትሰምዑ ተወለድቲ ዓፋር ናይ ኣምሓራ ናይ ኦሮሞ ወዘተ ዓለም ምሉእ ዘለኹም ትግርኛ ትሰምዑ ሰላም እናበልኩ እየ ሰላምታይ ይብጻሕኹም ከምቲ ልምድና ያው ፅምዶ ፅምዶ ዝፀልእ ሸይጣን እዩ ኣንፃር ሰላም ዝብገስ ከዓ ነየይ ፀላኢና እዩ ኣብዚ ዝተሰለፈ ኣካላት ከዓ ነየይ ኣይፀንሑን ፀላእትና እንታይ ይገብሩ ኣለዉ ትፈልጥዎ ኣለኹም ህዝቢ ትግራይን ህዝቢ ኤርትራን ናብ ሓደ ምምፅኡ መንግስቲ ትግራይን መንግስቲ ኤርትራን ናብ ምርዳእ ምብቅዑ ንሕና ኣዚና ንሕጎስ ንሕና ኣዚና ብቶም ዝሓለፉ ፀገማት ሓዚና በኺና ነቢዕና መፍትሒ ክርከብ እንተሎ ግን ብጣዕሚ የሐጉሰና ተበደለ ማሕበረሰብ ካነየ ካሕሳ ንክረክብ እፎይታ ንክረክብ መጀመርታ ክነብር ኣለዎ እዚኣ ሓዙኒ ክነብር ኣለዎ መጀመርታ ህዝቢ ትግራይን ህዝቢ ኤርትራን ካነየ ሕርየቱ ሰላም ገይርዎ ዘሎ ክነብር ስለ ዝደለየና ክነብር ስለ ዝደለየ እዩ ተረዲኡኩም ድዩ እዚኣ እንድሕር ተረዲኡና እዚኣ እንድሕር ተቀቢልናያ ንምንባር ግን ኣይፈቅድን ዝበለካ ናይ ሽዋ ሓይሊ እቲ ዝገርመኒ ግን ምስኡ ተሰለፈ ባንዳታት ትግራይን ኤርትራውያንን እዮም ንኣይ እቶም ዝገርሙኒ ሰብ ኣካላት ማለት እዩ so እዚኣቶም ንሕና ፀላእትና ምዃኖምስ ኣይንረስዓዮም ምኽንያት ክንፈጥረሎም ምኽንያት ክንህቦም ኣይንኽእልን ኢና እኒ ጌታቸው ረዳ እኒ ፃድቃን እኒ ሰልጠነ ግርማይ ካልት ካልት እንተኸይድና ዝርዝር እዚኦም ፀላእቲ ህዝቢ ትግራይን ፀላእቲ ህዝቢ ኤርትራን ምዃኖም ሕድሕድ ትግራዋይን ኤርትራውን ኣብዚ ክትደናገር የብልካን ዘደናግር እውን የብሉን ግልፂ እዩ እኮ ምስ ብልፅግና ኮይንና ሲ ሒዚ ክነጥፈኩም ኢና እዮም ዝብሉና ዘለዉ እዚኣ ተረዲናያ ናይ ኮነ ከጥፉና እዮም ተበግሶም ዘለው so ከጥፈካ ተበገሰ ሓይሊ ምኡስኡ ተሰለፈ ሓይሊ ጸላኢኻ እዩ ጸላኢ ህዝብኻ እዩ ጸላኢ ናትካ ዕላማ ስለ ዝኾነ እዚኣቶም ንፍርጆም ዘይኮነ ዘልናሲ ባዕሎም ዓጢቆም ክመጹ ንጸላትና ህዝብና ክጭፍጭፉ ከጥፍኡ ተበገሱ ሓይልታት ንሕና ንዚኦም ኣይነናሕስየሎምን እንታይ ሰሚዐ ኣለኹሲ ገይታቸው ረዳስ ኩናት ከትርፍ ኣብ ኣዲስ ኣበባ ዘለኻ ትግረዋይ ሰላማዊ ሰልፊ ውፃእ ድምፂ ግበር ኢሉ ኢሎምስ ሚድያ ይሰርሑ ኣለው ሎማዓንቲ ሕሰብሉ እሞ ገይታቸው ረዳስ ውግእ ከትርፍ ደልዩ ኣበይ ኮይኑ ኣብ ኣዲስ ኣበባ ኮይኑ ምስ ብልፅግና ኣታ ታይ ኢኹም ላይቭ እንዳረኹም ኦኬ ይቕረይታ ስልኪ እዮም ኣትዮምኒ እና ግልፂ እዩ ጌታቸው ረዳ ሲ ንትግራይ ዘይግደሰላ ምዃኑ ንትግራይ ሸጣ ምዃኑስ ኩሉ ትግራዋይ ይፈልጦ እዩ ኣብዚ ግን እየ ምናልባት ሓደ ሓደ ተጋሩ ከይትጋገዩ ሓደ ሓደ ኤርትራውያን ከይትጋገዩ ጌታቸው ጸላኢ ህዝቢ ትግራይ እዩ። ጌታቸው ንትግራይ ሸይጥዋ እዩ። ጌታቸው ናብ ጸለምቲ ተጋሩ ሰዲዱ ኣቕቲሉ እዩ። ጌታቸው ምዕራብ ትግራይ ናብ ባዕልዋኑ ከይምለስ ኣንጻርና ተቓሊሱ እዩ። ሓተላ ጌታቸው ሸይጣን ጻድቃን ኣብ መቐለ ከላሽንን ፈንጅታትን ሒዞም ኣብ ህዝቢ ትግራይ ኣብ መሪሕነት ትግራይ ቅንጸላታት ኸካይዱ ጎስጓስ ዝገብሩ ጸላእትና እዮም። እዚኣ ሒዝኩማ ዶ? ሸዊት ውዳሴ ተኸሲስዎ ዘሎ ክሲ ሪኢኹሞ ኢኹም። እዚ በረከት ዶ በረኸት ዝብል ሓደ በረኸት ስምኦን ድዩ ገለ ዝበሃል ትግራዋይ ኣብ ጀርመን ዘሎ ይመስለኒ ሕደ ተጋግየ ዝጽሕፎ ዘለስ ኣብ ሓንቲ በጃጅ ሲ ከመይ ገይሩ እዩ ስሳን ትሽዓተን ከላሽን ዕስራ ኤፍ ዋን ፈንጂ ዕስራ ናይ ትኪ ፈንጂ ከመይ ገይሩ እዩ ሓንቲ በጃጅ ጽዒኑ ኢሉ ጽሒፉ ኣሎ በረከት እዚ ቆልዓ እዚ እንታይ መሲልኩም ሓደ ዕውድ እዩ ትፈልጥዎ ዘለኩም ምክንያቱ እቲ ክሲ ኣብ ሓንቲ በጃጅ እዩ ፅዒንዎ ኣብ ዓሰርተ በጃጅ እዩ ፅዒንዎ ዘይኮነ ዝገልፅ ሲ እቲ ቁፅሪ ኣጠቃላይ እዩ ተነጊሩና ዘሎ እቲ ክሲ ቀሪብዎ ዘሎ ስለዚ ኣብዚዩ ዘደናግር ዝመፅእ ዘሎ ሶሻል ሚድያ ሓቂ ከይመስለኩም እዞም ወንጀለኛታት እዚኣቶም ግን ጋና ጋና ክእረዩ ክቕርደዱ እዮም ጋና ኣብ መቐለ ኣብ ትግራይ ቅንጸላታት ንኽገብሩ ኣነ ወርሕታት ገይረ እየ ዝጎስጓስ እዚዩ ካብ ዝገብረሉ ምኽንያቱ ሓበሬታታት ስለ ዝነበረና ስለዚ ንረኽቦ ዝነበርና ሓበሬታታት ኣብ ውሽጢ ህዝቢ ትግራይ ኣብ መቐለ በተለይ መራሕቲ ሕወሓትን መራሕቲ ሰራዊት ትግራይን ቅንጸላታት ክካየድ ምዃኑ ብዙሕ ገይርና ኢና ኣነ ዶክተር ሃይለ ደደቢት እውን ከም ንነግረኩም ኣነ ውን ጎስጓስ ካብ ዝገብረሉ ምክንያቱ ሱቅ ኢልካ መጸለምታ ኣይኮነን እኮ እቲ ሓቅነት ስለ ንረክቦ ሓቅነት ሒዝና ከኣ መቃልስና ግድን ስለ ዝኮነ ንሱዩ ውን ህዝቢ ትግራይ ዘክብረና ዝከታተለና ናትና ሓበሬታ ብደንቢ ገይሩ ሰሪየስ ዝወስዶ ዋላ መሪሕነትና ውን ኣዝዩ ኣፕሪሼት ክንገብሮም ይግብኡና ምክንያቱ እቲ ሓበሬታ ወቅታዊ ዝኮነ ሓበሬታ ንሕና እቲ ናባና ዝመጽእ ናብ ሚድያ እናተብሃለ ግን ሰንሰቲቭ ዝኮነ ቀጥታ ናብ መሪሕነትና ስለ ነሕልፎ እቲ ዝምልከቶ ኣካል ቀጥታ ስለ ዝረኽቦ እቲ ናይ ባዕሉ ስራሕቲ እናሰርሐ እቲ ንሕና ካባኹም ካብቲ ማሕበረሰብ ኣብ ትግራይ ዘለኹም ኣብ ኣዲስ ኣበባ ዘለኹም ተጋሩ ኤርትራውያን ናባና ትሰድዎ መልእኽትታት ኢንፎርሜሽን ብጣዕሚ ብጣዕሚ ጠቓሚ ምዃኑ ከምዚ እንደ ኣጋጣሚ ከስታውሰኩም ይደሊ ኣብዚ ሓደ ሓደ እንዲኹም ኣሕዋት ትከታተሉ ብውሽጢ ትጽሕፉለይ ማለት እዩ። እተን ትሰድወን ጽሑፋት ሓቂ ተኣሽሙ ዘለወን ሓቂ ዘለወን እንተኾይነን ኣነ ኣንቢበ ስቕ ኢለ ዛዕበን ኣይኮነን ዝዛረብ ኣንቢበ ተረዲኤ ናብ ዝምልከቶ ኣካል እየ ዝልእኸን። ኣብቲ ዓድስ እኔው እዮም ምሳና ብደንብ ጌርና ንናበብ ንረዳዳ ኣለና ኢና። ሓደጋ ንትግራይ ዝኾነ ነገራት ሸላል ኣይንብሎን። ስለዚ ከምዚ እንደ ኣጋጣሚ ኣንቱም ሓበሬታታት ትሕግዙና ዘለኹም ናብ ሚድያ ዝበቅዕን ናብ ውሽጢ ጸጥታና ሓደጋ ዝኾነ ነገራትን ነብጽሖ ጥራይ ዘይኮነስ ኣብ ስርሑ ሽትኡ ይወቅዕ ከምዘሎ እቶም ኣንጻር ህዝቢ ትግራይ ዝቃለሱ ዘለዉ እቶም ኣብ ውሽጥና ኮይኖም ዘዕገርግሩ ዘለዉ ይእሰሩ ኣለዉ ይተሓዙ ኣለዉ ዋላ ኣብ ሰራዊት ውሽጢ እውን ስለዚ የቐንየለይ ክብለኩም እየ ደልየ ንኹልኹም ኣብዚ ሓበሬታ ተመርኲስኩም ተገዲስኩም ንባዕልኹም እውን ርስክ እናወሰድኩም ሓበሬታታት ትተሓባበሩ ዘለኹም ናሃትኩም ሽም ቆጢብና ንሕዞ። ንረኽቦ ሓበሬታ ግን ክነዋፍሮ እንከለና ናብቲ ዝምልከቶ ኣካላት ናሃትኩም ኹነታት ዓቂብና ንስኻትኩም ናሃትኩም ሓደጋ ከይመጸኩም ኣብ ሂወትኩም ተረዲእና ኢና ስራሕቲ ንሰርሕ ዘለና። ስለዚዩ ከምዚ እንዳ ኣጋጣሚ ኣብ ሓበሬታታት ሓቂ ዝሓዘ ሓበሬታ ክመጽእ ተሎ ንሕና ስቕ ኢልና ንዒቕናዮ ንሓልፍ ወይ ደማ ንዓኻትኩም ቀጥታ ዋላ መልሲ ተዘይህብናኩምሲ ኣብ ስርሑ ሽትኡ ዘይወቅዕ ዘሎ ከይመስለኩም ኢለ እየ እዚ ሓበሬታ ዝህበኩም ዘለኹ so እዚ እዩ ንሕና ኣብ መቐለ ከሪራ እያ ዘላ እታ ኩነታት ያው ትማሊ ብቕዲ ትማሊ እዚ ሰሙን እዚ ነጊረኩም እየ ናይ ዳዊት ከበደው ዝሕለፎ መልእኽቲ ጻድቃን ጌታቸው እንታይ ይሰርሑ ኣለዉ ምስ መቐለ ዘለዉ ሓደሓደ ሰባት ኣብርሃም በላይ እንተይቀረየ ኢሳያስ ታደሰ ኣማኻሪ ናይ ታደሰ ወረደ እዩ ገሊፅናልኩም ኢና ትማሊ ተንቲነልኩም እየ ደደቢት እንድሕር ዘይሪኢኹሞ ከም ኣማኻሪ ፀሓፊ ናይ ታደሰ ወረደ ኮይኑ ግን ስለምንታይ እዩ ምስ ኣብርሃም በላይ ኩሉ ግዜ ዝራኸብ ስለምንታይ እዩ ምስ ዳዊት ከበደ ርክክብ ዝገብር ፀሓፊ ጸሓፊ፣ ኣማኻርን ጸሓፍን ናይ ግዝያዊ ምምሕዳር ትግራይ ኮይንካስ ምስ ጸላእቲ ትግራይ ብምንታይ ደረጃን ብምንታይ ምኽንያት እዩ? ብምንታይ capacity? ኢሳይያስ ታደሰ ዓቕሚ ዝነበሮ ኣብ ህወሓት ብዙሕ ስራሕቲ ብዙሕ ስልጣን ዝሰልጠነ ኣብ ወታደር ዝነበረ ግን ብቲ ናሃቱ ጠልቆምቆምን ሕሶትን ምጭብርባርን ስርቅን ዋ TDF ሰራዊት ትግራይ ኣባሪሩ ማእኸ- ህወሓት እውን ኣባሪራቶ ተረዲኡኩም እ፣ ኣነ ምንም ክርደነ ይኽእል ባይዘወይ ላይቭ ዝረዩን ዝረዩን ሰባት ሲ ይድውሉ በቃ ስለ ዝረኹምኒ ላይቭስ በቃ ሂዚ እቲ ላይቭ ገዲፈ ስልከ ልዒለ ድየ ንኣኹም ክዛረብ ተኣምር እዩ ኤኒወይ ኣብ ማእኸለ ማእኸል ዝቆራረፅ ዘሎ ስልኪ ስለ እናኣተዉኒ እዮም እና እዚ ኢለ ናይ ወዲ ወረደ ኣካይዳ ጌጋ ጥራይ ዘይኮነስ ሓደጋ ራዕዲ ንክፍጠር ኣብ ህዝብና ኣይንፈቅድን እዩ እቶም ኮማንዶታት እቶም ፖሊስ ዝደራጀው ዝነበሮም መቐለይ ምስ ብልፅግና ኮይኖም ጥቕዓት ከምፅኦ ህዝብና እዚኦም እውን ፈሽልናዮም ኢና ምክንያቱ እቲ ቃልስና ምዕሩይ ስለዝኾነ ኣንቱም ሓበሬታ ተምፁ ኣንቱም ትረዳድኡ ሰባት እውን ፅቡቕ ቃልሲ ስለ ንቃለስ ዘለና ናሃትኩም ቃልሲ ናሃትኩም ኣስተዋፅኦ እውን ፅቡቕ ምዃኑ እንዳ ኣጋጣሚ ከረጋግፀልኩም ይደሊ ማለት እዩ። እዚ ኢለ ናይ ትግራይ ጉዳይ ምስ ኤርትራ ዝኒሀና ፅምዶና ብጣዕሚ ጠንኪሩ ይኸይድ ከም ዘሎ እዚ ከዓ መንግስታውን ወታደራውን ኮይኑ ከም ዝዓቢ ዘሎ ከርደኣኩም ይደሊ ማለት እዩ። በቃ መንግስታውን ወታደራውን ድሕሪ ሕዚ ምስ ኤርትራ ተጣማሚርና ተማሓዚና ክንነብር ኢና ሓደ ጸላኢ ኣለና ኣብ ሽዋ መርየት ናይ ትግራይን ናይ ኤርትራን ዝፈትሖ መንእሰይ ትግራይን መንእሰይ ኤርትራን እዩ ንሕና ኢና ንፈትሖ ድሕሪ ሒዚ ምስ መን ኮይና ምስ ህዝብና ምስ መን ኮይና ምስ ሰራዊትና ምስ መን ኮይና ምስ መራሕትና ክጋገዩ ተለዎም መራሕትና ናይ ቅድሚ ሒዚ እዚ እዚ እዚ ጌጋ ሰሪሕኩም ናብኡ ኣይንምለስን መንእሰይ ኤርትራን መንእሰይ ትግራይን ኣይቃተልን እዚ ክልቲኡ ማሕበረሰብ ናብ ተኹሲ ኣይነእትዎን ይኣኽሎ ይኣኽሎ በቃ እዚ ናትና ውሳነ እዩ ግዜና እዩ ኸዓ ሒዚ ህዝብና ክነንቅሕ ህዝብና ክንመርሕ ንሕና እውን ዋላ ክንመርሕ ጥራይ ዘይኮነስ ክንምራሕ እውን ድልዋት ኢና ክንመርሕ ወይ ክንምራሕ እንተለና ግን ብስነ ስርዓት ኢና ጽልኢት እናፋሕጠርና ምስ ኤርትራውያን ክንነብር ኣይንደልን ኣብቂዑ ኣሎ እዚ ጎስጓስና ሰላም ክንብል ተለና ውሑስ ዝኾነ ዘላቂ ዝኾነ ሰላም ኣብ እዚ ክልቲኡ ማሕበረሰብ እዚ ክመጽእ ናትና ቃልሲ እዩ መስዋእቲ እውን የድልየና እዩ ንዚ ንሰላም ሰው እዚ ሓዝዎ ስለዚ ናይ ጽምዶ ጥያቄ ዘለኩም ብዙ ክዓጽወልኩም እየ ቀጺለ ኣዶናይ ዝበሃል ሓደ ትግረዋይ ኣዶናይ ትፈልጥዎ ኢኹም ኣብ ቲክቶክ ተፈላጥነት ዝረኸበ ካብ ኣዲስ ኣበባ ወጺኡ ኣብ ኣመሪካ ሒዙ ቅርሺ ክእክብ ናይ ህጻውንቲ ልቢ ሕማም ዘለዎም ሓገዝ እዩ ተባሂሉ እቲ ምሽጥር ሻንሳይን ኮንስትራክሽን ዝበሃል ካምፓኒ ሓደ ጉራጌ ሳሙኤል ዝበሃል ካብ ናይ ተጋሩ ኮንትራክተራት ዝነበረ ቢዝነሳት ወሲዱ ዝሃፍተመ ተዃናቲሩ ንኣዶናይ ቅርሺ ከፊሉ ብደንቢ ገይሩ ትኬቱ ሆቴሉ ኩሉ ከቨር እናገበረ ዝለኣኾ ናይ ብልፅግና ኦሮሞ ድሮናት መግዝኢ ዶላር ስለዝሓፀሮ እዩ። ስለዚዩ ኣዶናይ ፅሒፈ ኣለኹ ፌስቡክ ይዓንተወ ረእይዎ ኢኹም። ኣዶናይ ኣብ ኣሜሪካ መፅኡ ዝእክቦ ቅርሺ ንብልፅግና ትፈልጡ ኢኹም ቅድሚ ሕዚ ናይ ህጻጽ ዝነበረ ህዝብና ብጥሜት ዝሞተ ኣብ ዕስራን ኣርባዕተን ሰዓት ዓሰርተ ሽዱሽተ ነጥቢ ሓሙሽተ ሚልዮን ብር ኣኪበ እየ ኢሉ ንቲ ህዝብና ዝጠመየ ዘይኮነ ኣረኪብዎ እቲ ቅርሺ ንብልጽግና ኦሮሞ እዮ ኣርኪብዎ እቲ ዓሰርተ ሽዱሽተ ነጥቢ ሓሙሽተ ሚልዮን ብር ሕዚ ከኣ ነየ ናብ ኣሜሪካ መጽዩ ቅርሺ ኣኪቡ ዶላር ኣኪቡ ንህዝቢ ትግራይን ንህዝቢ ኤርትራን መጨፍጨፊ ዝኽ ተጋሩ ኣብ ኣሜሪካ ዘለኹም ኣብ ዓለም ምሉእ ዘለኹም ኣንጻር ኣዶናይ ተስኡ ተቃለስዎ ተቃለስዎ ኣብ ኣሜሪካ ሕግታት ኣለው እዮም እቶም ሕግታት ናይ ፌደራል ኮት ገይረዮም ኣለኹ እየ ናይ ዋይር ትራንስፈር እና ፍራድ ንሱን ማንም ንእኡ ዝህቦ ቅርሺ ንመጨፍጨፊ ህዝቢ ትግራይን ክሲ ክንከስስ ምዃንና ከይትርስዑ ብሕጊ ክንሓትት ኢና ዋላ እቶም ሓገዝ ኣመኽንዮም ዝገብርዎ ኣለው ሓገዝ ኣይኮነን ንመሳርያ መግዝኢ እዩ እቲ ቅርሺ ንሱ ናብ ኣመራት እዩ ዝኸይድ ናብ ኣማራት ከይዱ ናይ ኣመራት ጥይትን ድሮናትን መግዝኢ ስለዝኾነ ኣዶናይ ብጀነሳይድ ኢና ክንሓንቆ ኣዶናይ ብጀነሳይድ ንቁልቁል ዝኣፉ ክንደፍኦ ኢና ብሕጊ ትግራይ ስለዚዩ ኣዶናይ ፀላኢ ህዝቢ ትግራይ ዝጎስጓስ ዘካይዶ ዘሎ ጠጠው የብሎ ጠጠው ዘይብሎ ተኾይኑ ግን ንቁልቁል ዝኣፉ ክንደፍኦ ኢና ብሕጊ ኣብ ኣሜሪካ እውን ዋየር ፍራድ እና መኒ ላውንድሪን ክሲ መብትና እዩ ክንከስስ ሓገዝ ናብዙ ተእትው እውን እዩ ክንከስስ መብትና እዩ ንስካትኩም ኣካምፕለስ ስለ ዝኮንኩም ንትግራይ ጨፍጨፋ ዝግዛእ ድሮናት ንዙዩ ገንዘብ ተዋፁ ኣካላት ንስካትኩም እውን ብሕጊ ከም እትሕተቱ እንደ ኣጋጣሚ ከስታውሰኩም ይደሊ ናይ ግዜ ጉዳይ እዩ እምበር እዙዩ ትወንጀል እዙዩ ዝስረዝ ኣይኮነን ዋየር ትገብርዎ ገንዘብ ትሰድዎ ገንዘብ መጨፍጨፊ ንትግራይ መሕተቲኹም ከምዝኾነ ከይትርስዑ ተረዲኩም so እዚ ኢለ ኣዶናይ ኣንጻር ትግራይ ልኡኽ ናይ ብልጽግና ኮይኑ ወፊሩ ኣሎ ኣብ ኣሜሪካ ኣንጻሩ ንቃለስ ንቃለሶ ኩልና ብሓደ ኮይና ተጋሩን ኤርትራውያንን ኣዶናይ ኣቡኡ ኣብ መቀለ እዩ ዘሎ ናይ ባዕሉ ምግቢ ቤት እኒሀዎ ሓንቲ ነገር ከይትብልዎ ነቡኡ ናይ ኣቡኡ ንግዲ ናይ ኣቡኡ ምግቢ ቤት ሕማቅ ነገር ከይ ማንም ከይሰርሕ እዚኣ ግን መልእክተይ ነቡኡ ኣብፅሕሉ ኣብ መቀለ ዘለኹም ንወድኻ ቆርጢጥካ ስለ ዘየዕበኻዮ ስዲ ስለ ዘዕበይካዮ እንተ ሰሚዑካ ኣርሞ ተዘይ ኮይኑ ግን ኣብ ሚድያ ወጺኻ ክሒዱ እዩ ንዓደይ ንትግራይ ወደይ ኢልካ ግልጺ ግበራ ኣብ መቀለ ምግቤት እንሄዎ እዩ ናይ ምግቤት ዝሸይጥ በዓል ቢዝነስ እዩ ኣቡኡ ኣቦ ኣዶናይ ኣብ መቀለ ስለዚ ኣቦ ኣዶናይ ትግረዋይ ኮይንካ ኣብ ትግራይ ብልብኻ ንትግራይ እንድሕር ኮይኑ ቃልስኻ ዕላማኻ ኣብ ማሕበረ ሚድያ ወጺኻ ወይ ግደፍ ኢልካ ጠጠው ኣብሎ ንወድኻ ወይ ክኣ ነይዒ ጠሊምዋ ኣዩ ንዓደይ ንትግራይ ወደይሲ ጠላም ኢዩ ኢልካ ግልጺ ንገረና ተዘይ ኮይኑ ግን ንስኻ ንባዕልኻ ውን ናይ ብልጽግና ልኡኽ ኮይንካ ኣብ መቐለ ኣብ ውሽጥና ከይትህሉ ኣነ ጠርጢረ ኣለኹ ኣቦ ኣዶናይ ስለዚ ኣንቱም ኣቦ ኣደናይ ትፈልጥዎ ኣብቲ ባይታ ምኸርዎ እቲ ምግብየት ናይ ወዲ ናይ ኣቦ ኣዶናይ ዝጥቀሞ ዝሸጠሉ ዘሎ ቢዝነስ ኣብ መቐለ ሕማቅ ነገር ከይትገብሩ ንሕና እዚዮ ኢንደድ ሙዚየ ኮይናን ብሕጊ እና ብሕጊ ስርዓት ኢና ንኣምን ከም ተጋሩ ግን ኣቦ ኣዶናይ ሓላፍነት ኣለካ ስዲ ዝዓበየ ወድካ ሒዚ ንትግራይ ከጭፍጭፍ ቅርሺ እናዋፀ ብሚልዮናት እናሃበ ንብልፅግና እናረኤካ ሱቅ ምባልካ ኣነ ብጣዕሚ ሓዚነ ኣለኩ የሕፍር እዩ ባይዘወይ ወላዲ ኮይንካ ኣብ መቀለ ቢዝነስ እናካየድካ እዙይ ነገር እዙይ መኣዝ ኢና ንሕና ተጋሩ ልቢ ክንገብር ውላድካ ልኡኽ ናይ ብልጽግና ክኾን እንተሎሲ ኢፋ ኢኻ ትህብ ከምታ ናይ ኣቦ እዚ ኣብ ሑመራ ዘሎ ደመቀ ዘውዱ ናይ ኣቦ ደመቀ ዘውዱ ኣብ ማሕበረ ሚድያ ወጽዮም እዚ ወደይ እዚ ጠሊምዋ እዩ ዓደይ እዛ ትግራይ ወደይ እዩ ግን ትግራዋ እዩ ኢሎም ባዕሎም ብ- ኣብ ሚድያ ወጽዮም ነጊሮምና ኣቦ ኣደናይ እውን ከማ ክትገብር ኣለካ ኣብ መቐለ ከፊልካ ካብ ተጋሩ ንግዲ እናነገድካ ትግረዋይ ኮይንካ እንድሕር ትቃለስ ተሊኻ ንህዝቢ ትግራይ ንትግራይ ኣብ ጎኒ ትግራይ እንተሊኻ ወድኻ ወይ ስርዓቶ ትሕዞ መልሶ ናብ ቦትኡ ወይ ከዓ ነይኤ ጠሊምዎ ኣዩ ንዓድና ንትግራይ ኢልካ ይፋ ውፅ ኣውፃእ የብለካ ኣለኹ ስለዚዩ ንኣዶናይ ሓገዝ ዘይኮነ ዘድልዮ ቅርሺ ዘይኮነ ዝወሃቦሲ ብበትሪ ትቕርድዶ ትኽርትሞ እግሩ። ሺን እንታ ለይባ ጉሒላ ኢልካ ንዓዱ ተባርሮ ተዘይ ኮይኑ ግን ብናይ ኣመሪካ ሕጊ ፍራድ እና ዋየር ዋየር ፍራድ እና እምበዝልመንት ጌርና ቻርጅ ንክግበር ተንጠልጢሉ ኣመሪካ ተኣሲሩ ናብ ኣመሪካ ንቀጻሊ ከይ ከይምለስ ከይኣቱ ቪዛ ከይወሃቦ ክንቃለስ ኣለና። ኸምዚኦም ዝመሰሉ ኣንጻር ህዝብና ጎስጓስ ዘካይዱ ዘለዉ ለያቡ ተጋሩ ይኹኑ ገለ ይኹኑ ንዚኦም ንሕና ዜጋ ናይ ኣሜሪካ ዝኾንና ተጋሩ ብሓደ እዚ ክንቃለሰሉ ክንክእል ኣለና። ኣዶናይ ዘዋጽኦ ዘሎ ቅርሲ እምባዘድመንትና ፍራድ እዩ ፍራድ ምኽንያቱ ንመሳረያ መግዝኢ ንብልጽግና እናዋጸኤ ግንከ ናይ ቆልዑ ህጻውንቲ ሕማም ልቢ መሐከሚ እዩ እቲ ሻጥር ኣይኮነን እቲ ሓቂ ስለዚ ንሕና ብሓቂ ኢና ንቃለስ ዘምጾ ኤቨደንስ እኒሄና እዩ እዚ ሓበሬታ ይኹንኩም ናይ ትግራይ ጉዳይ ክመዓራረ እዩ ጌታቸው ረዳ ንትግራይ ሓልዩ ኣይፈልጥን ጌታቸው ረዳ ንትግራይ ክሒድዋ እዩ ሸይጥዋ እዩ ዓድና ስለዚ እዩ ንሕና ተጋሩ ምስቲ ዘዋፀና ኣካል ተፃሚድና ኣብ ሽዋ ዝኒሄ ኣብ ሽዋ ዝኒሄው ፀላእትና ንዚኦም እንድሕር ዘይመኪትና ዘይተቓሊስና ናትና ቃልሲ ከንቱ ከይተርፍ ሓደራ ክብለኩም ይደሊ። ከንቱ ኣይተርፍን ክንዕወት ኢና። ምዕዋትና ዘይቐርየና ግን ኣብ መስመርና ኣብ መትከልና ኮይና ንቃለስ ምእንተ ህዝብና ምእንተ ትግራይ። እዚ እዩ እቲ ሓቂ። ኣየኹም ቀሪብና ኢና። ሰራዊትና ምዕራብ ትግራይ ክኣቱ እዩ። ምዕራብ ትግራይ ኣብዚ ቀረባ ግዜ ናብ ኢድና ክምለስ እዩ። ከይትጣራጠሩ። ዘይቐሪ ጉዳይ እዩ። ኣብ መቐለ ወዲ ወረደ እንተዕገርገረ፣ ኣብ ኣዲስ ኣበባ ጻድቃን እንተዕገርገረ እንታይ እዮም ዝብልዎ ወለድና ብዕራይ ናብ ዘበለ የብል ዕርፊ ኣጽንዕ ድዩ ገለ ዝበሃል ምሳሌ ኣሎ። ኣጽንዕ መዓንጣኻ ክርር። ሰራዊት ትግራይ ኣብ ድፋዕ ኣትዩ ኣሎ ሕዚ። ኣብ ተጠንቀቕ እዩ ዘሎ ሰራዊትና። ምክንያቱ ብልጽግና ኣብ ዝኾነ ሰዓት ኹናት ክውልዐልና ተዛጋጅዩ እዩ ዘሎ ንሕና ከኣ ስቁ ኢልና ድሕሪ ሕይዚ ኣይንጽበን ቅድሚ ሕይዚ ሕውሓት ጸላእቲ ኣብዚሓትልና ንብል ነርና ሕይዚ ግን ጸላእትና ቀኒሳ ፈተውቲ ኣብዚሓ ሰራዊት ብዙሕ ሓዘት ኢልና ሰራዊትና ኣዕጢቅና ሰራዊትና ስልጢና ብቅዓት ዘለዎ ሓይሊ ኣዛጋጂና ንምንታይ ክንነብር ስለ ዘለና መፈከርታ ዘይኮነሲ ንኽንነብር ውሑስ ንኾነሉ ሓይልና ሓይሊ እንተልዩና እዩ። ምሳና ዝዳራደር ምሳና ዝስለፍ ሓይሊ እውን ናትና ዓቕሚ ናትና ሓይሊ ርእዩ እዩ። ስለዚሁ ሰራዊት ትግራይ ምድላውና እስካብ ኣፍንጫና ምዕጣቕና ምስ ጎረባብቲ ክልላትን ሃገራትን ሰላም ምሕራይና የኹርዐና እምበር ኣየሕፍረናን። ምስ ብልጽግና ውን ብሰላም ይፈታሕ ምዕራብ ኢልና ሓሙሽተ ዓመትን ፈረቓን ተጸቢና መጨረሽኡ ሒዙ ግን ናብ ኩናት ንኣቱ ኣለና ዘይቐሪ ኩናት ይመጽእ ኣሎ ንዚ ኩናትዚ ከኣ ብተለ ክንምክቶ እንተኾይንና ሓቢርና ንቃለስ እዞም ኩናት ይእውጀሎም ኢኪ ከምዚ ከምዝሉ ዘለው ዝዓፍሩ ዘለው ከም ሳሙና ግደፍዎም ማይ ምስ ወዝሐ ዝሓቅቕ ሳምና ናይ እዚኣቶም ርእሲ ካነየይ ከምኡ ዝሓቂ ስለ ዝኮነ ምስ ጉሓፋት ምስ ባንዳ ወዲ ባንዳ ንሕና ግዜና ክነጥፍእ ዘይኮነስ ተቃሊስና ምስ ህዝብና ክንዕወት ምኳንና ኣይትረስዑ ዓወት ዝመጽእ ካነይ ሓፈሻዊ ቃልሲ ክኮን ተሎ ምርድዳእ ክህሉ ተሎ ምንባብ ክህሉ ተሎ እዩ ስለ ዝሰማዕኩምኒ የቀንየለይ ኣዮኹም ጠንክሩ ክንስዕር ኢና ትግራይን ኤርትራን ብሓደ ኮይና ሰላም ዘላቂ ክነምጽ ኢና ህዝብና ብሰላም ክነብር እዩ ካብ ስደት ክምለስ እዩ ንዓዱ ኣብ ዓውዲ ኣብ ዓዲ ክነብር እዩ ክከብር እዩ ክዛመድ እዩ ህዝቢ ትግራይን ህዝቢ ኤርትራን ሓቢሩ ክነብር እዩ ህዝቢ ትግራይን ህዝቢ ኤርትራን ዝሓለፉ ቂማትን ጽልእታትን ክፈትሖ እዩ ህዝቢ ትግራይን ህዝቢ ኤርትራን so ብሓደ ዘሎ ህዝቢ ትግራይን ህዝቢ ኤርትራን ድሕሪ ሕዚ ነቅ ኢሉ ዘይፈርስ ዘይፈርስ ጽምዶ ዘይፈርስ ዝምድና ሒዝዎ ኣሎ ክልቲኡ ህዝቢ ኳና ሓጽሮ ይንገበረሉ ነብዚ ማእከል ክልተ ሰብ እዚ ብሓደ ክነብር ብሓደ ክነብር መዓር ክበልዕ ሓቢሩ ጠስሚ ክልኪ ሓቢሩ ብሓደ ሰላም ክነብር ህዝቢ ትግራይን ህዝቢ ኤርትራን ይኣኽሎ ዝሓለፈ ስቃይ መከራ። የቀንየለይ ክብረት ይሃበለይ በብዘለኹሞ ብጣዕሚ እየ ዝፈትወኩም ብጣዕሚ እየ ዘኽብረኩም ሰላም ኩኑለይ በብዘለኹሞ።